ሓፂር ታሪክ ደራሲ በየነ ሃይለ ካሳ ጸሓፊ ኢንጅነር ኣማን ተኸስተ ኣብ መጽሓፍ ኢንሳይክሎፔድያ ኤርትራና ቅጽ ሓደ ገጽ 254 ክሳዕ ገጽ 258 በየነ ሃይለ ካሳ ኣብ 1941 ካብ ወለዱ ፊተውራሪ ሃይለ ካሳን ወይዘሮ ዘውዲቱ ኪዳነ መስመርን ኣብ ኣስመራ ተወሊዱ ኣብ በይሩት ሃገረ ሊባኖስ ካብ ዝርከብ ናይ ኣሜሪካ ዩኒቨርሲቲ ብዓውዲ ምሕደራ ፖለቲካን ስነ ፍልጠትን ብቐዳማይ ዲግሪ ኣብ 1963 ዓ ም ተመሪቑ ኣብ 1964 ልብወለዳዊት መጽሓፍ ዓቢዱ ዶ ትብሎ ኣሕቲሙ ገለ ካብ ፍልዩነታ እቲ መሪሕ ገጸ ባህሪ ማለት መዝገበ ሕብረተሰብ ከይብሉ ንዘይብል ዘይዓጅቦ ፍልይ ዝበለ ስነ ጥበበኛ ምዃኑ እዩ ፍሉይ ብልሒ ተውህቦን ክእለትን ዝውንን ነቲ ዘጋጠሞ ሕማም ትርጉም ህላውነት ብስነ ጥበብ ክፍውስ ዝጽዕር ቀባኣይን ቀራጻይን ገጸ ባህሪ እዩ ስነ ጥበብ ከም ፍልስፍና ህይወት ከም ቅዲ ህይወት ከም ትርጉም ህልውና ንኽንጓዓዞ እተዘንቱ መጽሓፍ እያ ኣብታ መጽሓፍ ዝርከብ ዘይስሩዕ መስመር ትረኻ ቅዲ ትረኻ ፍንው ዋሕዚ ሓሳባት ፍሉይ ኣተሃናንጻ ጠበያትን ቅዲ ጸሓሕፋን ኣብ ኤርትራዊ ሕብረተሰብ ቅድሚኡ ዘይተለምደ ዛዕባ ስለ እተልዕል ወዘተ ጽባቐኣ ድሕሪ ኣርብዓ ዓመታት ብፕሮፌሰር ግርማይ ነጋሽዩ ተዳህሲሱን ተሃይሱን። ፕሮፌሰር ብምቕጻል ቅዲ ትረኻ ፍንዋሕ ዝሓሳባት ኣብ ታሪኽ ስነ ጽሑፍ ዓለም ምስቲ ብዘመናውነት ማለት ሞደርኒዝም ዝፍለጥ ስነ ጽሑፋዊ ምንቅስቓስ ዝማዕበለ ኮይኑ ኣብ ኣውሮፓን ኣሜሪካን በቶም ኣዝዮም ዓበይቲ ደረስቲ ከም ጀይምስ ጆይስ ቨርጂንያ ወልፍን ዊልያም ፎክነርን ዝተበገሰን ዝማዕበልን ጥበብ ኣተራርኻ ዛንታ እዩ ይብል። ደራሲ በየነ ከም ዝብሎ ድማ ገና ወዲ 18 ዓመት እንከሎ ኣብ 1959 ዓ ም ከም ዝደረሳ ገሊጹ ነይሩ። ናይ ሓደ ህይወቱ ንስነ ጥበብ ኮፍ ዝደሊ መንእሰይን ልምዳዊ ኣካይዳ ዝመርሑ ሕብረተሰብ ዝህሉ ግጭት ኣረዳድኣን ትርጉም ህይወትን ተዘንቱ እቲ ስነ ጥበበኛ ካብቲ ናይቶም ሕብረተሰብ ኣካይዳ ስለ ዝተፈንተተ ዓቢዱ እዩ ሕጅስ እናበሉ ይቕልዱ ከም ዝነበሩ ተርኢ እዛ ዓቢዱ ዶ ትብሎ መጽሓፍ ቤን ሃይለ ኣን ኣውተር ኢን ሰርች ኦፍ ኤ ካራክተር ኮመንታተሪ ኦን ኢዝ ሂማድ ኣብ ዝብል ዓንቀጽ ዘ ሮድ ለስ ትራቨልድ ሪፍሌክሽንስ ኦን ዘ ሊትሬቸርስ ኦፍ ሆርን ኦፍ ኣፍሪካ 2008 ኣብ ትብል መጽሓፍ ኣሜሪካ ህየሳዊ ትንተና ተጻሒፉላ እዩ። ደራሲ በየነ ሃይለ ኣብ ቅብኣውን ተውህቦን ግዳሰን ዝነበሮ ክኸውን ከሎ ኣብ 1974 ቦኽሪ ስእላዊ ምርኢት ኤግዚቢሽን ቅብኣ ኣብ ኣስመራ ኣቕሪቡ ኣብቲ ዓመት ሳራ ዘርእስታ ብዛዕባ ትካላትን ትካላዊ ኣሰራርሓን እትትርኽ ኣዝያ ነዋሕ ግጥሚ ጽሒፉ ካልኦት ብቋንቋ እንግሊዝኛ ዝደረሶም ግጥምታት እውን ይርከብዎ ኣብ 1984 ምስ ወይዘሮ ፍሮይኒ ሃይለማርያም ተመርዕዩ ሓዳር መስሪቱ ኣብ ኣሜሪካን ኣውሮፓን ተቐሚጡ ዝነበረ በየነ ሃይለ ኣብ ኢትዮጵያ ንነዊሕ ዓመታት እውን ተቐሚጡ ነበረ ናብ ዝተፈላለያ ሃገራት ኣፍሪቃ ብምኻድ እውን ብሞይኡ ከም ኣማኻሪ ትካላዊ ኣሰራርሓን ኣሰልጣኒ ምሕደራ ድሕሪ ምስራሕ ኣብ 1992 ካብ ኣዲስ ኣበባ ናብ ኣስመራ ግዒዙ ኣብ ኤርትራ ድማ ስነ ጥበባዊ ዕይኡ እናማልአ ከም ኣማኻርን ኣሰልጣንን ምሕደራ ኮይኑ ይሰርሕ ነይሩ ኣብ 2003 ድኳን ትበርህ ዘርእስታ ልበወለዱ ናብ ህዝብም ዝተዘርግሐት ኣብ መንእሰያት ዓበይትን ስነ ጽሑፋዊ ጽልዋ ዘሕደረት መጽሓፍ ተባሂላ ብዝተፈላለዩ ሃየስቲ ትግለጽ ድኳን ትበርህ ካበየ ኩርና ዓለም ኣብ ኣስመራ ዝተፋለጡ ምሁራትን ስነ ጥበበኛታትን ብዛዕባ መጻኢት ኤርትራ ክመራመሩን ክድህስሱን ይረኣዩ ደራሲ በየነ ሃይለ ኣብታ መጽሓፍ ብዙሓት ቅድታት ስነ ጽሑፍን ዓይነት ትረኻን ብምጥቃሙ ነባሪት ዕዮ ኣበርኪቱ ፕሮፌሰር ግርማይ ነጋሽ ድኳን ትበርህ ብሓይሊ ስነ ጥበብ ምቕያር ሕብረተሰብ ብዝብል ኣርእስተ ምዕራፍ ኣብ ናይ ደረስቲ ናጽነት እትብል እኩብ ዓንቀጻቱ ዝሓዘት መጽሓፍ በየን ሃይለ ዕዙዝ ፍቕርን ወንን ስነ ጥበብ መበቆላውነት ተበላሓትነትን ፍሉይ ቅዲ ጽዋን ዝውነን ደራሲ ጥራሕ ዘይኮነስ ሓይሊ ስነ ጥበብ ኣብ ምቕያር ሰብን ሕብረተሰብን ክጻወቶ ዝኽእል መስተንክራዊ ግደ ብብሩህ ብምርኣይ ናይ ብሓቂ ትኩራትን ዓሞቕትን ትዕዝብትታትን ገምጋማትን ክገብር ዝኽእል ምሁር ኤርትራዊ ጸሓፋይ ምዃኑ እውን ኣመስኪሩ ኣሎ ድሕሪ ምባል ድኳን ትበርህ ቴክኒክ ፍኑው ዋሕዚ ሓሳባት ከም መሰረታዊ ቅዲ ብምጥቃም ብኻልእ ሸነኽ ቴክኒክ ትንግርታዊ ኩንነት ማለት ማጂክ ሪያሊዝም ብምትእትታው ነቲ እትትርኾ ዛንታን ኣብኡ ዝዋስኡ ደቂ ሰባትን ዘይደቂ ሰባትን ባህርያትን ሓንሳብ ብኣካል ሓንሳብ ብሓሳብ ካብ ቦታ ናብ ቦታ ካብ ግዜ ናብ ግዜ ዝወራረሱን ብምግባር ውህደት ዘለዎ ግዙፍ ኤርትራዊ ኤፒካዊ ዛንታ ተቕርብ ዛንታ ኣብ ውሽጢ ዛንታ ሓፀርቲ ድራማታት ፍልስፍናውን ስነኣእምራውን ነዋሕቲ ሕጥበ ጽሑፋት ወዘተ ዘካተተት እያ ብምባል ትንታንኡ የዕሙቕ ቤን ሃይለ ምስ ደረስትን ጋዜጠኛታትን ኣብ ዝገበሮ ቃለ መሕትት ኣብ መንጎ ዓቢዱ ዶ ትብልዎን ድኳን ትበርህን ዝነበረ ግዜ ትጽሑፍ ዶ ነርካ ተባሂሉ ብግርማ ዮሃንስ ሳንዲያጎ ምስ ተሓተተ ሒደት ግጥምታትን ሓጸርቲ ፈጠራዊ ዛንታታትን ነቲ ግዜ ዘመስክራ ኣለዋ ግራት ግጥምታት እኳ ይብርክታ ዘይተዓያ ጅሙራት ተዋስእታት ወይ እውን ስክሪፕት ዘይተደርፈ ደርፍታት ኣብ ገለ ተሸኲዐን ይኾና ዘስከአ መሊኡ እዩ ዘይተዛዘመ ጽሑፍ እውን ክሳዕ ሕጂ ተጋዲሙ ኣሎ ዝበዝሐ ሓይለይ ናብ ስእሊ እኳ እተበለ ስነ ጽሑፋዊ ጉዕዘይ መሰነይ ህይወተይ ካብ ምዃን ኣይትፈልየንን ኩሉ ግዜ ኣብ ውሽጠይ ኮይኑ ብኣተሓሳስባይ ክፈጥር ክዝርግሕን ክገላበጥን ነይሩ ናጽነት ምስ ረኸበ ክቕልቀል ይጅምር ኣሎ ነቲ ዝዓበየ ክፋሉ ደፊኡ ዘውፅእ ሓይሊ እምነ ኢሉ ነይሩ በየነ መስራቲ ናይቲ ኣብ 2006 ዓ ም ኣብ እምባትካላ ዝቖመ ማእከል ትካላዊ ብቕዓት ኤርትራ እዩ ዕላማ እቲ ትካል ብቐጻሊ ስልጠናታት ዓቕሚ ሰብ ትካላት ኤርትራ ምሕደረአንን ውዳበአንን ብምሕያል ናብ ብሉጽነት ንምብራኽ እዩ ኣብ 2006 ትጽቢት ባህጉ ንብራኸ ድራማን ስነ ጥበብን ብሓፈሻ ኣተኪራ ብህየሳውን ልበወለዳዊ ቅድን ተዋሳሲባ ዝተሃንጸት መጽሓፍ ኣሕቲሙ ኣብታ መጽሓፍ ዘለዉ ገጸ ባህርያት ልክዕ ከም ኣብ መጽሓፍ ድኳን ትበርህ ዝርከቡ ባህርያት ብፍልስፍናዊ ዕምቆትን ስነ ጥበባዊ ርድኢቶምን ብርኽ ዝበሉ እዮም ኣብ መጽሔት ጸዳል 206 ንምንታይ ይጽሕፍ ብኸመይ ከ ብዝብል ኣርእስቲ ኣብ ዝጸሓፉ ዓንቀጽ ስለምንታይ ክጽሕፍ ከም ዝደሊ ዝገልጽ ምላሽ የብለይን ከም ውቃበ ኣብ ውሽጢ ህልውና ይሰረጸ ድፍኢት ጸሓፍ ጸሓፍ እዩ ዘጽሕፈኒ ናይቶም ስነ ጥበባዊ ሓይልታት ውርውር ኩናት ኮይነ እየ ነቲ ብናብራ ገጢሙኒ ንውሽጠይ ዝሰፈረ ግጥምታት ናብ ስነጥበባዊ ህልውና ክቕይር ዝፍትን ኣብ ዓለም ዘይከኣልክዎ ኣብ ስነጥበባዊ ዓለመይ ከም ባህገይ ገይረ ዘይንቡር ህይወት ክህብ ምኽኣለይ ንመቐረት ናብራ ትርጉም ሂቡለይ ክብል ምኽንያት መጽሓፊኡ ገሊጹ ነይሩ ኣብ 2008 ወግዕ ልቢ ዘርእስታ ፍልስፍናዊ ድራማ ኣብ ሲነማ ኣዝመራ ብመንገዲ ናይ መድረኽ ድራማ ናብ ህዝቢ ቀሪባ እቶም ገጸ ባህርያት ትርጉም ህይወት ኣብ ምእላሽን ምሕታትን ኣብ ጎደና ሓርነት ኣስመራ እናተኻትዑ ልቢ ንልቢ እናዋግዑ ተርኢ ነቲ ድራማ ዘሰነየ ሙዚቃ ባዕሉ በየነ ዘቃናበሮ እዩ ነይሩ ካብ ቅድሚኣ ዝተዓያያ ድራማታት ፍልይ ብዝበለ መልክዕ ነቲ ገጸ ባህርያት ተላቢሶም ዝተዋስኡ ተምሃሮ ዩኒቨርስቲ ኣስመራ ነበሩ ትልምን መልእኽትንታ ድራማ ንምርድኡ ዝተሸገሩ ሰባት እኳ እተነበሩ ስም በየነ ሃይለ ዘኾልዐት ስራሕ ነበረት ብርክት ዝበሉ ዓንቀጻት ኣብ መጽሔታት እኳ እንተጸሓፈ ዘይተሓትሙ ግጥምታት ጽሑፋት ከምኡውን ንምርኢት ዘይቀረቡ ቅብኣታት ኣለዎ ኣብ ዓውድታት ፍልስፍና ስነ ጽባቐ ፖለቲካ ስነ ኣእምሮ ስነ ሃይማኖት ታሪኽ ምሕደራ፣ ግጥሚ፣ ስነ ጽሑፍ፣ ቅብኣን ቅርጻን ዓሚቕ ኣፍልጦ ዝነበሮ፣ ዘንበበ፣ ዝጸሓፈ፣ ዝተማህረ ኤርትራዊ ደራሲ፣ ፈላስፋ፣ ቀባኢ፣ ቀራጺ፣ ገጣሚ፣ መምህርን ኣማኻርን ስነ ምሕደራ በየነ ሃይለ ብዝሓደሮ ሕማም ብ29 ሰነ 2012 ኣብ 71 ዓመቱ ኣብ ኣስመራ ዓሪፉ። በየነ ካብ ዘተኣታትዎም ኣምራት ወይ ሓረጋት ብተደጋጋሚ ካብ ልሳን መንእሰያት ዝስማዕ ቀለም ቀመስ፣ ድራፍ ለይቲ፣ ፍልስፍና ዕምባባ እምኒ፣ መድረኽ ፍጹም ተኽእሎታት፣ ብምንታይ ኢኹም ትርእዩ፣ ኣንጭዋን ሓርማዝን፣ ስነ ኣእምራዊ ኩናት ብስነ ኣእምራዊ ፍቕሪ ምስዓር ወዘተ ኣለዉ ከም መዝገበ ጸጋይ ሃብተ ዶክተር ጃብር ዓብዱ ጉዕላይ ቪድዮ መሓመድ እድሪስ ቱጃር ፈላስፋ ህንዲ ኣዛሚት ትበርህ ሚለና ትርሓስ ሕርይቲ ወዘተ ዝኣመሰሉ ሓሰብቲ ሰብ ብልሓት ሰብ ራእይ ስነ ጥበበኛታትን ተዋዘይትን እውን ገዲፉልና እዩ ብዙሕ ዓወቕ በየን ሃይለ ሓደ ካብቶም ኣዝዮም ውሑዳት ኤርትራውያን ኣብ ዓብ መጽሓፍ ሰነድ ሕሩያት ኣፍሪቃውያን ማለት ዲክሽነሪ ኦፍ ኣፍሪቃን ባዮግራፊ ክሰፍሩ ካብ ዝበቑዑ እዩ ነዚ ኣብ መንጎይን ኣብ መንጎ ሓቅን ዝተገተረ ፍሉይ ቅርፂ ዘይብሉ ኮይንዎ ብዕሸላዊ ድፍረት ዝዕንቅፈኒ ዘሎ መጋረዲ በሲዐ ክሰግሮም ደለኹ ንሓንሳብ እታ ኣብቲ ውሽጢ በዓቲ ተሓቢኣ ዘላ ሓቂ ሙሉእ ዕጥቃ ኣካላታ ዘይኮነስ ክፋላት ፅባቐኣ እናሰዓበ ብቕሩብ እናተቐልዐት ተተሃራርፈኒ ኣላ ኣየ ክንደይ ብምሉኣ ክጥምታ ምደለኹ ክንደይ ክሓቑፋ ምፈቐድኩ ክንደይ ናተይ ክብላ ምደለኹ ምኽንያቱ ከምዚ ውሪግሪግ ዝብለኒ ዘሎ ሕልማዊ ኣራያ ዘይኮነስ ብንጹር ምስ ሓቂ ገጽ ንገጽ እንተዝገጥምስ እቲ ናይ ዘመንዚ ዝዓበየ መጽሓፍ ምደረስኩ ኣብ መእተዊ ድኳን ትበርህ ዘላ ሕጥቦ ጽሑፍ ኣብ 1974 ከም ዝተጻሕፈት ይሕብር ንሰብ ከም ዝመስሎስ ሓደ ሰኣላይ ወይ ብእምኒ ግርም ሰኣሊ ወይ ቅርጺ ዝገይሩ ክብል ድሕር ደልዩ ናይ መልክዐኛታት ሰባት ናይ ዕምባባታትን ጽቡቓት እንስሳታትን ተውፀአ እዩ እዚ ግን ብሓቂ ዓብ ጌጋ እዩ ሓንቲ ቆንጆ ሰበይቲ ብእምብዛ ዝተቓዳደደ ሙሉእ ዝነበረ ኣካላታ ብቕጥኒ ዝተባላሸወ ኣብ ሕቑፍኣ ብጥሜት ዝሞተ ወዲ ሓቒፋ እናበኸየት እንከላ ብስእሊ ወይ ብጽርበት እምኒ ድሕሪ ኣውጺኻ ብእውነት ናይ ህይወት ፈላጥ ክትበሃል ትኽእል ጽባቐ ዝተኸፍተ ዕምባባታት ለምለም ሳዕሪ ጥዑያት ህንፃታት ጥራይ ኣይኮነን ታሕጓስ ክምስ ምባል ኣይኮነን ክንደይ ነገራት ንጋገ ኢና ንብዓት ሓዘን ጽባቐ ዝኾነሉ ግዜ ኣለዎ ቀጺለ ምስ ተዛረብኩ ግና ዕብዳን ከይመስለኪ ዓቢዱ ዶ ትብልዎ ሽሕን ትሽዓተ ሜቱን ስሳን ኣርባዕተን ዝተወስደ መንእሰያት ከም መርኣያ ናይ ሕጅን መጻእን ዕላማ ዘንቆ ኣያወይ ሳንዳ ስኢኖም ዝጭነቑ ዘለዉ ይመስለኒ መን እዩ ምልክት መርኣያ ሕልሞም ክበሃል ዝከኣል እቶም ኣርኣያታት ንክኾኑ ትፅቢት ዝተገብረሎም ክፍሊ ሕብረተሰብ መብዛሕትኦም ብውራይ ዕለታዊ ናብራ ምስ ተዋሕጡስ ነቶም ክኾኑ ዝኽእሉ ከው ኢሎም ከይኮኑ እፈርሕ እቶም መንእሰያት ምስ ተሸገሩ ዘይኣያታቶምን ዘይሳንዳታቶምን ከምልኹ ይጅምሩ ስነጥበበኛታት ቀልጢፎም ፈጢሮም ብርሃን ጽባቐ እንተዘይሂቦሞም ግድን ንዘይፈልጥዎም ከምልኹ እዮም መን ኢለ ደኣ ኣይዝክሮን እምበር ስራሕ ስነ ጥበብ እኮ ንመንእሰያት ኣብነትን ሓበንን ዝኾኑ ኣያታትን ሳንዳታትን ኣዴታትን ኣቦታትን ኣዝማድን ደቂ ዓድን ምፍጣር እዩ ዝበለ ኤርትራዊ ጸሓፋይ ከም ዘሎስ እፈልጥ እየ ሕሉፍ ሓሊፍዎ ስነ ጥበበኛታት ንህዝቢ ትእምርቲ ኣምልኾ ዝኾኑ ዓንድታት ኣምራት ክምህዙ ኣለዎም ኢሉ ጽሒፉ እዩ ትጽቢት ባህጉ 2006 ብስራት ነፍቀርቲ ንባብ መጻሕፍቲ ኤርትራውያን ኣብ ወጻኢ ሃገር ኣበይ ክንረክብ ንኽእል ኢልኩም እትሽገሩ ሰባት ውሑዳት ኣይኮንኩምን። ነዚ ፍታሕ ንምንዳይ ብዝተኻእለ መጠን ኣብ ውሽጢ ሃገርን ኣብ ወጻእን ዝሕተሙ መጻሕፍቲ ናብ ኣንበብቲ ንምቕራብ ንዝሓለፈ ሸሞንተ ዓመታት ከይተሓለሉ ካብ ዝሰርሑ ትካላት ብቐዳምነት ዝስራዕ ሰሙያት ምሕታምን ምክፋልን መጻሕፍቲ ኤርትራውያን እዮም። ኣብ መርበብ ሓበሬታ ሰማያት ዳት ኮም ናብ ኣሜሪካ፣ ካናዳን ሃገራት ኤውሮጳን ዝለኣኹ ልዕሊ ኣርባዕተ ሚእትን ሓምሳን ዓይነት መጻሕፍቲ ብኣሽሓት ቅዳሓት ይርከቦም። ሰማያት መሸጣ መጻሕፍቲ መበቆላውያን መጻሕፍቲ ብናይ ትርጉም መጻሕፍቲ ተዋሒጦም ከይተርፉ ዘይተኣደነ ጻዕሪ የካይድ። መርኣያ ናይዚ ከኣ ታሪኽ ህይወት ሓርበኛ ኣቦና ወልደኣብ ወልደማርያም፣ ትኩእ ይሕደጎ፣ ኪዳነ ክፍሉ፣ ዓብደልቃድር ከቢረ፣ ሼኽ ኢብራሂም ሱልጣን፣ ዶክተር ፍጹም ገብረስላሴ፣ ጠበቓ ጸጋይ እያሱ፣ ኣዝማች በርሀ ገብረኺዳን፣ ብላታ ካሕሳይ ማሉ፣ ጀነራል ኣማን ዓንዶም፣ ብርሃን ኣብ ጸልማት ወዘተ ዝኣመሰሉ ልዕሊ ሰላሳን ሓሙሽተን መበቆላውያን መጻሕፍቲ ኣሕቲሙ ኣብ ምክፍፋል ይርከብ ኣሎ። ሰማያት መሸጣ መጽሓፍቲ ዝርግሐ መጽሓፍቲ ንምድንፋዕ ንቕሓት ኤርትራውያን ክብ ንምባልን ንኤርትራውያን ጸሓፍትን ደረስትን ንምትብባዕን ኣብ መላእ ዓለም ምስ ዝርከቡ ኣብ ምሻጥን ምክፍፋልን መጽሓፍቲ ኤርትራውያን ዝነጥፉ ውልቀ ሰባትን ትካላትን ተረዳዲኡ እናሰርሐ ንዕብየት ስነ ጽሑፍ ሃገርና መሪሕ ተራ ምጽዋት ይርከብ። ናይ ቅድምን ሓድሽ መጻሕፍቲ ንምርካብ ምርጫኹም ኣብ ሕቡራት መንግስታት ኣሜሪካ ንዝመደበሩ ሰማያት መሸጣ መጻሕፍቲ ይኹን ምርጫኹም። ዘዳለኹሞ መበቆላዊ ጽሑፋት ብመልክዕ መጽሓፍ ናብ ኣንበብቲ ንምቕራብ ሰማያት ምሕታምን ምክፋልን መጻሕፍቲ መጻሕፍትኹም ብዝደለኹሞ ዓይነት ወረቐትን ገበርን ብርትዓዊ ዋጋ ኣሕቲሙ ከረክበኩም ይኽእል። መኣስስ ጥራሕ ጽሑፍኩም ክኢላ ቋንቋ ክሓልፎ፣ ሓገዝ ኣርትዖትን ንድፊ ገበርን ዝሰርሑልኩም ክኢላታት ኣብ ምርኻብ ውን ሓገዝ ክንገብር ንኽእል። ብጽሑና፣ ብስራሕና ክትዓግቡ ኢኹም።